ሰላም ንዓኺ ሰላም ንዓኻ ከመይ ኣለኹም ሰናይ ክትኮኑ ናይ ወትሪ ምንዮተይ እዩ ብዙሕ ግዜ ኣብ ዩቱብ ይኹን ኣብ ፌስቡክ ምስ ተረኣና ናብ ድራር ሂወት ክትመሃሩ ዝኾነ ናይ ግሊ ብውልቂ ክትመሃሩን ክትዓብዩን ካብቲ ኣብ ዩቱብ ዝተምሃርኩሞ ናብ ስጉምቲ ዝወስደኩም ትምህርቲ ናብ ውሽጢ እትዩ ከዕብየኩም ዝኽእል ብፍላይ ብቁጠባ ብቢዝነስ ከዕብየኩም ዝኽእል ትምህርቲ a ከም ትደልዩ ይፈልጥ እየ ብዙሕ ግዜ ድማ እቲ ትምህርታት ናትካ ከመይ እዩ ኣበይ ዝርከብ ብኸመይ እዩ ብዙሕ ትምህርታት እዩ ዘለካ ብኸመይ ክንፈልጦ ንኽእል ዝብል ሕቶ ብተደጋጋሚ እዩ ዝመፀኒ ሓቅኹም ኢኹም ድማ ኣብዚያ ቪድዮ እዚኣ ሕጂ ቀስ ኢለ እቲ ትምህርቲ ምስቲ ጉዕዞ ናይቲ ህይወት ከመይ ከመይ ኢሉ ይዋሳእ ኣበይናይ ብኸመይ ክትጅምሩ ትኽእሉ እንታይ ኣብ ምንታይ ትምህርቲ እንታይ ክትምሃሩ ትኽእሉ ቀስ ኢለ ክገልፀልኩም እየ ስለዚ ቀስ ኢልኩም ክትከታተሉኒ ብትሕትና ይዕድም ኩሉ ትምህርቲ ናተይ ብፍላይ ኣብዚ ብግሊ ዝህቦ ከመይ ጌርና ካብቲ ሰራሕተኛ ዘለናሉ ሂወት ነብስና ናብ ዝለዓለ ደረጃ ሃብቲ ክንድልብ ኣተሓሳስባና ከነስፍሕ ናብ ቢዝነስ ክንኣቱ ናብ ኣብ ዘለናዮ ቢዝነስ ይኹን ኣብ ኣፍሪቃ ንኽንከይድ ኩሉ ክሕግዘና ዝኽእል መንገዲ ናብ ቁጠባዊ ሓርነት፣ ናይ ግልኻ ቁጠባዊ ሓርነት፣ ናይ ብዙሓት ናይ ግሊ ሓርነት ድማ ሃገራዊ ቁጠባዊ ሓርነት ክሃንጽ ከም ዝኽእል ስለ ዝኣምን እየ። ስለዚ step by step ክንከይድ ኢና። መጀመርያ ኣነ ቁጠባዊ ሓርነት ክብል ከለኹ እቲ ናተይ ትምህርቲ መጀመርያ መጀመርያ ቅድሚ ናብኡ ምኻድና እሞ ክርእየኩም ኣብ ድራር ሂወት ዶት ኮም ኢኹም ዘለኹም ድራር ሂወት ዶት ኮም ኢልኩም ምስ ረኸብኩም ዌልካም ቱ ድራር ሂወት ዳት ኮም ዝብል ይወስደኩም ኣሎ ኣብዚ እውን ሓበሬታ ትብ ሓፃር ቪድዮ ኣላትኒያ ስለዚ ኣብዚኣ ኣቲኹም እውን ቪድዮ ብሓበሬታ እቲ ትምህርቲ ክትወስዱ ትኽእሉ ኢኹም ኣብዚ ግን ዝያዳ ሓደ ብሓደ ነቲ ትምህርቲ እናገለፅኩልኩም ክኸይድ ክፍትነ እቲ ትምህርታት ናትና እንታይ እንታይ ምዃኑ እታ ቀዳመይቲ ትምህርቲ ኩሉ ግዜ ብስቶክ ማርኬት እየ ዝመርፃነ ስለምንታይ እዩ ስቶክ ማርኬት ኩልና ሰሪሕና ካብ ዝተፈላለየ ጉዕዞ ናይ ሂወትና ገንዘብ ነምፅእ ኢና። ገለ እዚ ገንዘብ እዚ ገለ ኣብ መዓላ ናይ ገዛ ክራይና ድዩ ናይ ገለ መለና ድዩ ስድራና ኣብ ምሕጋዝ ክነጥፎ ከለና ገለ ግን ኣብ ባንኪ ተቐሚጡ ኣሎ። ስለዚ ስቶክ ማርኬት ብቕልል ዝበለ ቋንቋ እቲ ገንዘብና ኣብ ባንኪ ኮፍ ኢሉ ንባንኪ ዘገልግል ዘሎ ምኽንያቱ ንዓኻ ኣብ ባንኪ ተቐሚጡ ኣሎ እዩ ዘሎ። እዩ ኮይኑ ዝስምዓካ ዘሎ ባንኪ ግን ገንዘብ ኮፍ ኣየብልን እዩ ነቲ ገንዘብ ገዛ ንክገዝኡ ዘለ የለቅሖ ነቲ ዝተረፈ ድማ ኣብ ስቶክ ማርኬት ኢንቨስት ይገብሮ ስቶክ ማርኬት ማለት ከዓ ዓበይቲ ካምፓኒታት ኣብ ዓለም ዝዓብያ ዘለዋ ከም በዓል ጉግል ኣማዞን ማይክሮሶፍት ኣፕል ቴስላ ወሬቨር ደይ ኣር ካልኦት ዓበይቲ ካምፓኒታት ካብ ሙሉእ ዓለም ብርኪ ናተን ብምግዛእ ምስአን ምዕባይ ማለት እዩ። ስለዚ ኣብዚ ትምህርቲ እዚ ስቶክ ማርኬት እንታይ እዩ፣ ብኸመይ ይሰርሕ፣ ኣበይ ይርከብ፣ ብኽንደይ ትጅምሮ፣ ከመይ ኢሉ እዩ ገንዘብካ ዝዓቢ፣ እንታይ ዓይነት ሪስክ ኣለዎ፣ ሪስክ ከ ኣለዎ ዶ፣ ከመይ ጌርካ ሪስክ ናትካ ኣሊኻ ናብ ዝለዓለ ደረጃ ክትበፅሕ ትኽእል፣ ኩሉ ዘድልየኩም ትምህርቲ ኣገዳሲ ፍልጠት ክህበኩም እየ መጀመርያ፣ ድሕሪኡ ድማ። ሓደ ብሓደ ናብቲ ኢንቨስትመንት ክእትወኩም እየ ኣካውንትኩም ኣኽፊተ ድማ ናብቲ ስቶክ ማርኬት ክእትወኩም እየ ማለት እዩ ስለዚ እዛ ትምህርቲ ናይ ስቶክ ማርኬት ኣብዚኣ ኣላትኩም ስቶክ ማርኬት እጂ ብክልተ መንገዲ እየ ዝህቦ ስቶክ ማርኬት ኖርማሊ እዛ ትምህርቲ እዚኣ ከምዚኣ ከፊትኩም ንኣብነት ክትሪዋ ትኽእሉ ከፊትኩም ተሪኹም ኣብዚኣ እውን ሓፃር መብርሂ ኣላትኩም ስለዚ ኣብዚ እቲ ትምህርቲ እንታይ ከም ዝመስል የርእየኩም ኣሎ ስለዚ መጀመርያ መኽፈቲ ትምህርቲ ኣሎ ኣብቲ ትምህርቲ ብዙሕ ሓነ ዝገልፆ ትምህርቲ ኣሎ ኣብ ዝኾነ ግዜ ድማ ክትመሃርዎ ትኽእሉ እዚ ትምህርቲ እዚ ኣበይ ኣለኻ ብዘየገድስ ኣብ ንዓኻ ዝጥዕመካ ግዜ ክትመሃሮ ትኽእል ደረጃ ኣገባብ ኣመሃህራ ብኦንላይን ተቐረበ ትምህርቲ እዮም ክትመሃሩ መጀመርያ ብክልተ መንገዲ ክትከድዎ ትኽእሉ እታ ኖርማል ትምህርቲ እዚኣ ናይ ክልተ ሚእትን ሰብዓን ሓሙሽተን እንድሕር ወሲድኩም ኣብ ውሽጢ ሰላሳ መዓልቲ እዩ ዝወሃብ እቲ ትምህርቲ ስለዚ ሰላሳ መዓልቲ በቢ ዓሰርተ መዓልቲ ካብታ ክፍል ዘበልኩምላ ቀዳማይ ክፋል ክመፀኩም እዩ ድሕሪ ዓሰርተ ካልኣይ ክፋል ድሕሪ ዕስራ ካልኣይ ክፋል ድሕሪ ሰላሳ ድማ ኖ ድሕሪ ዕስራ ሳልሳይ ክፋል ድሕሪ እ፣ ሰላሳ መዓልቲ ካብ ራብዓይ ክፋል ምስ በፅሓኩም ልክዕ ኣብዚኣ ምስ በጻሕኩም ኣብዚኣ ኣቲኹም ቆጸራ ክትሕዙ ኢኹም ኣብዚ ምሳትኹም ክነርእየኩም ኢና ከመይ ጌርኩም ቆጸራ ሒዝኩም ምሳይ ብውልቂ ክትራኸቡ ኢኹም ሽዑ እቲ ኢንቨስትመንት ከፊተ ንውሽጢ ክእትወኩም እየ ማለት እዩ ጎኒ ጎኑ ድማ ኣገደስቲ ዝንበብ ተንብብዎን ትሰምዕዎን መጽሓፍቲ እውን ሪኮሜንድ ጌረልኩም ኣለኹ ናብቲ ጉዕዞ ጥልቕ ዝበለ ሓበሬታን ፍልጠትን ንክህልወኩም። እዚኣ እታ ኖርማል ክትከውን ከላ እታ ስቶክ ማርኬት ኤክስፕረስ ትብል እንድሕር ወሲድኩም ግን ብቕልጡፍ እዚኣ እዛ ትምህርቲ እዚኣ ኣብ ዘላ እንድሕር ወሲድኩም ግን ብቐጥታ ናብቲ ትምህርቲ ውሽጢ ክታቱ ትኽእሉ እዚኣ ማለት እየ እዚኣ ስቶክ ማርኬት ኤክስፕረስ ተወሲድኩም ቀጥታ ናብቲ ትምህርቲ ኣብ ውሽጢ ሶምን ወዲእኹሞ ከምቲ ዝረኣኹሞ እቲ ንወርሒ ዝወስድ ብምልኡ ኣብ ሓጺር ግዜ ተማሂርኩም ናብ ኢንቨስትመንት ክትኣትዉ ትኽእሉ። እዚ ሕጂ ንመን እዩ ዘድሊ? ነቶም ቀልጢፍና ኣብ ስቶክ ማርኬት ክንኣቱ ሕጂ ክንጅምር ንደሊ ትብሉ እዚኣ ምርጫ ገይረልኩም ኣለኹ። ኣብዚ ቀረባ እቲ ካልእ ብዙሕ ሰብ ስለ ዘለኒ ቀስ ኢልኩም ተማሂርኩም ኣብ ውሽጢ ሰላሳ መዓልቲ ትመሃሩ ድሕሪኡ ድማ ሰለስተ ሰሙን ኣቢልኩም ቆጸራ ሒዝኩም ናብቲ ኢንቨስትመንት ይእትወኩም ስለዚ ኣብዚ እንተሪኢና እዚኣቶም ኩላቶም ከማኹም ተማሂሮም ካብ ዝተፈላለየ ዓለም ምስክርነቶም ምሂረ ናብ ስቶክ ማርኬት እትዮም ፅቡቕ ዝኾነ ውፅኢት ዝረኽቡ ዘለውን ኣብ ፅቡቕ ደረጃ ዘለውን እዚ ንኣብነት ዝተምሃራይ እዚ ኣብ ክልተ ሽሕን ዕስራን መጀመርያ ድዩ ገለ ኣካውንት ከፊተሉ ኣብዚ ግዜ እዚ እንታይ ይብላ ኣሎ ዓሰርተ ሓሙሽተ ፐርሰንት ሪተርን ይገብር ኣለኹ ኢሉ ስለዚ ዝበዝሑ ድማ ብፍላይ ኣብ ቅድሚ ዓመት ምሳይ ዝኸፈቱ ከምዚ ዓይነት ደረጃ ናይ ዕቤት ይረኽቡ ከም ዘለዉ እንደገና ትሪእዎ ኣለኹም ኣብ ኩሉ ዓለማት ንዘለዉ ንኩሉ ሰብ በብቦቱ ነዚ ምስክርነት ክትሪእዎ ትኽእሉ ስለዚ ዘይታ ኣዝዮም ብዙሓት ተምሃሮ ናተይ ተማሂሮም ናብ ዝለዓለ ደረጃ ይኸዱ ከም ዘለዉ ይረኣየካ ማለት እዩ ስለዚ ባዓልኩም ኣቲኩም ነዚ ኣብዚ ብዙሕ ፊድባክ ዘሎ ሪኢኩም ክትመፁ ትክእሉ ማለት እዩ ስቶክ ማርኬት ክከውን ከሎ እዚ ድሕሪኡ መብዛሕትኡ ግዜ ስቶክ ማርኬት ተማሂርኩም ምስ ወዳእኩም ወይ ድማ ካልኦት ተምሃሩ ዘለኹም ዲኹም ኣብ ካልእ ደረጃ ስቶክ ማርኬት ኢንቨስት ክንገብር ኣይንኽእል ኢና ዝብል ዝኾነ ኩነታት ዘለኩም ካልእ መንገዲ ድማ ኣለኩም ዝያዳ ድማ ስቶክ ማርኬት ተማሂርኩም ዘለኹም እቲ ገንዘብኩም ኣብ ስቶክ ማርኬት ካብ ስራሕኩም ዘምፀኹም ኣብ ስቶክ ማርኬት ክተውፍሮ ከለኹም ኣነ ዘርእየኩም ስቶክ ማርኬት ናትኩም ስራሕ የድልዮን እዩ ጠቕላላ ንስኹም ከይረኣኹሞ ይሰርሕ ገንዘብኩም ኣብኡ ምስ ከደ ባዕሉ ከም ሰርሕ ኢና ንገብሮ እቶም ዝረኣኹም ሪኢኹም ኣለኹም እቶም ዘይረኣኹም ድማ ኩሉ ወዲና ባዕሉ ከም ሰርሕ ኢና ንገብሮ እንታይ ዳ ክትገብሩ ትኽእሉ ንስኹም ዝያዳ እንታይ ዝብል ኣነ ኔክስት ስቴፕ ኦንላይን ቢዝነስ ኦንላይን ቢዝነስ ማለት ንስኻ ኣብ ትርፊ ግዜኻ ድሕሪ ስራሕካ ድሕሪ ትምህርትኻ ባዕልኻ እታ ከም ጸሎሚ ጽባሕን ጎግን ስራሕካን ሞያኻን ክኸውን ዝኽእል ናብ ዝለዓለ ደረጃ ከብጽሓካ ዝኽእል ማለት እዩ ስለዚ ኣብዛ ኦንላይን ቢዝነስ ትብል ክሊክ ጌርኩም ድሕሪ ኣትኹም ክሊክ ክገብረልኩም እየ ኣነ ናብዚ ይወስደካ ስለዚ ናብቲ ኦንላይን ቢዝነስ ክወስደኩም እዩ ንውሽጢ ምስ ኣተኹም ካልእ ዌብሳይት ናተይ ድራር ኣካዳሚ ናብ ዝብል ክወስደኩም እዩ ስለዚ ኣብዚ እውን ሓበሬታ ዝህብ ኣለኩም ኣብዚ ኣቲኹም ሓበሬታ ክትወስዱ ትኽእሉ ኢኹም ኣብዚ ዝተፈላለየ ዓይነት ኮርሳት እዩ ዘለና ኣብ ኦንላይን ቢዝነስ ብሕፅር ዝበለ ክገልፀልኩም ክፍትን እየ እዚኣ መእልይ ከብላ ምንታን ፅቡቅ ገይሩ ክበርሃልኩም ቸው ኣብዚ እንታይ ንር ኣለና ሰለስተ ዓይነት ትምህርቲ እየን ዘለዋና መጀመርያ ስለዚ ለትሲ እዘን ሰለስተ ዓይነት ትምህርቲ ክንርኢና መጀመርያ ትምህርቲ ናይ ኦንላይን ቢዝነስ እንታይ ዩ ኦንላይን ቢዝነስ ክምህረኩም እየ ኣብዚ ሕጂ ኣብዛ ኦንላይን ቢዝነስ ትብል ክልተን ስሳን ዩ ዋጋ ኦንላይን ቢዝነስ እንታይ ዩ ኣበይ ይርከብ ብኸመይ ይሰርሕ እንታይ ኣብ ኦንላይን ስለምንታይ ኣብ ኦንላይን ቢዝነስ ክንገብር ኣለና እንታይ ፖቴንሻል ናቱ ንመፃኢ እንታይ ፅልዋ ክህልዎ እዩ ዓለምና ናበይ ገፃ እያ ትኸይድ ዘላ ብኸመይ መንገዲ ትኸይድ ኣላ እዚ ኩሉ ኣብ ዙርያኹም ትሪእዎ ዘለኹም ኦንላይን ቢዝነስ ካበይ እዩ ዝምንጩ? ካበይ እዮም ዘምፅዎ? ኣብ ኦንላይን እንታይ ኢኻ ክትሸይጥ ትኽእል? ብኸመይ ትሸይጥ? ኣበይ እዩ ዘሎ እቲ ዓሚል? ብኸመይ ምስ ዓሚል ትራኸብ? ንብረት ፅቡቕ ከመይ ጌርካ ትደሊ? ፅቡቕ ምዃኑ ብኸመይ ተረጋግፅ? ከመይ ጌርካ ኸ ናብ ዓሚል ተቕርቦ? እንታይ ስትራተጂ? እንታይ ዓይነት ዓሚል? ኩሉ እቲ ዘሎ ኮንሰፕትስ ኣሰባቢረ ሌተስት ቴክኖሎጂስ ዘሎ ኣርእየ ከምኡ እውን ብሓሳብ ማለት እዩ ከምኡ እውን ስትራተጂ ናይ ቢዝነስ ቢዝነስ ክበሃል ከሎ እንታይ እዩ ትሽዓተ ካንቨስ ናይ ቢዝነስ ቢዝነስ ክንብል ከለና በቲ ንዓሚል ዝጥምት ኣሎ ንቀራቢ ናትካ ወይ ከሰፕላየር ዝጥምት ኣሎ ናትካ ክእለት ድማ ኣሎ ከመይ ጌርካ ነዚኦም ብረቂቕ ክምህረኩም እየ latest concepts ናይ ቢዝነስ ተጠቂመ ማነጅመንት ስለ ዝተምሃርኩ I really understand strategy ናይ ቢዝነስ ስለዚ ንዑዑ ናባኹም ብቕልል ዝበለ መንገዲ ከሕልፈኩም እየ ስለዚ ኣብዚኣ ናይ ኦንላይን ቢዝነስ ኮንሰፕት ኩሉ ክትምሃሩ ኢኹም እዚኣ ግን ምስ ተምሃርኩም ናብ ቢዝነስ ኣይትእትወኩምን እያ ስለዚ ካብዚአን ክልቲኤን ክትመርፁ ኣለኩም ኣብዚኣ ሕጂ እዛ ትምህርቲ እዚኣ ብምልኣ ኣብዚ ዝኣተወት እያ ስለዚ መጀመርያ ን25 መዓልቲ ነዚ ትምህርቲ እዚ ክንምህረኩም ኢና ድሕሪኡ ትምህርቲ ምስ ወዳእኹም ድማ ነቲ ዝተምሃርኩሞ ናብ ተግባር ክትልውጥዎ ኢኹም ስለዚ በቲ ንስኹም ዝደለኹዎ ዝደለኹሞ ሽም ኦንላይን ሾፕ ክንሃንፀልኩም ኢና ነቲ ኦንላይን ሾፕ ናትኩም ድማ ኣብ ኢንተርነት ከነመዝግበ ኢና እንታይ ይበሃል እዚ ሆስቲንግ ን ዶሜይን ዶሜይን ናትኩም ሆስቲንግ ክንገብረልኩም ኢና እዚ ዋግኡ ሚእቲ ዶላር እዩ ዋግኡ ንበይኑ እዚ ስለዚ ኣብዚ ዋጋ እዚ ዝኣተወ እዩ ብሚእቲ ዶላር ሆስቲንግ ንገዝኣልኩም ማለት እዩ ስለዚ እቲ ሽምኩም ኣብ ኢንተርነት ይምዝገብ ከምኡ ድማ ድሕሪኡ ዶማይን ዶሜን ሬጅስትሬሽን ኩሉ እዚ ንሕና ኢና ንገብሮ ድሕሪኡ ነቲ ኦንላይን ሾፕ ናትኩም ምስ ናትኩም ባንክ ብቐጥታ እቲ ገንዘብ ናባኹም ከም ዝኸይድ ኮኔክት ክንገብሮ ኢና ዓሚል ብዝደለየ መንገዲ ክኸፍል ከም ዝኽእል ብክሬዲት ካርድ ዲ ብፔይፓል ዲ ኩሉ ንገብረልኩም ድሕሪኡ ዝደለኹም ንብረት ቀጥታ ከይገዛእኹም ንክሸጥሉ ትኽእሉ ሚሊዮንስ ኦፍ ፕሮዳክት ኣብቲ ውሽጥኹም ክንእትወልኩም ኢና ስለዚ ነቲ ፕሮዳክት ብምሉኣው ክንእትዎ ከለና ከፊልና ኢና ንገዞ ነዚ ድማ ልዕሊ ሚእቲ ዶላር ኢና ንኸፍለሉ ኣብዚ ዋጋ ዝኣተወ እዩ ከምኡ ድማ ነቲ ዌብሳይትኩም ኣዝዩ ሞደርን ብኩሉ መንገዲ ሰሓብነት ከም ዘለዎ ንዓመይል ክማርኽ ዝኽእል ዌብሳይት ከም ዝኸውን ፍሉይ ቲም ገዚእና ኢና ንገብረሉ እቲ ቲም ውን ዋጋ ከባቢ ሰብዓ ዶላር ኢና ንኸፍለሉ ኩሉ ኣብ ውሽጡ ዝኣተወ ዩ ናይ ሰሙን ስራሕ ዩ ድሕሪኡ ምስ ሶሻል ሚድያ ናትኩም ውን ብመንፅሩ ኣለጋጊብና ናይ ሓደ ወርሒ ድማ ቴክኒካዊ ሓገዝ ንገብረልኩም ማለት ዩ እዚኣ ሓምሽተን ሰብዓን ሓሙሽተን ሓንቲ ግዜ ኢኹም ትኸፍልዋ እታ ዝበለፀት ፕሮዳክት ናትና ግን እዚኣ እያ ምኽንያቱ ኣብዚኣ ፕሮዳክት እዚኣ ብምሉኡ እዚ ትምህርቲ ኣሎ ብሙሉኣ እዛ ፕሮግራም ኣላ ኣብ ልዕሊኣ ድማ ኩሉ እቲ ዌብሳይት ክም ዝተሃነፀ ንክልተ ወርሒ ክሳብ ንስኹም ትኽእልዎ ንብረት ከመይ ጌርካ ተምፅእ ከመይ ጌርካ ምስ ዓሚል ዓሚል ምስ ገዝኣካ እንታይ ትገብር ከመይ ጌርካ ዌብሳይትካ ዋጋታት ተስተኻኽለሉ ከመይ ጌርካ ካስትምር ኮኔክሽን ትፈጥር ምስ ዋትሳፕ ዲ ምስ ገለ ከምዚ ናተይ ትሪእዎ ኣለኹም ብፌስቡክ ዲ ብኩሉ ምስ ዓሚል ከመይ ጌርካ ኮኔክት ትኸውን ዌብሳይትካ ከመይ ጌርካ ሰርች እንጂን ኦፕቲማይዝድ ኣብ ኢንተርነት ብቐሊሉ ክርከብ ከም ዝኽእል ከመይ ጌርካ ትገብሮ ጉግል ኣናሊቲክስ ንእትወልኩም ዓማዊል ካበዮም ዝመፅኹም ዘሎ ብኸመይ ይመፁ ኣለዉ ክንደይ ግዜ ይገብሩ ኣለዉ ኣበዮም ጠጠው ዝብሉ ኩሉ ንክትፈልጡ ሓበሬታ ዘለዎ ከምኡ እውን ኣድቨርታይዝመንት ንክትገብሩ ፌስቡክ ኣድስ ኣካውንት ናትኩም እውን ሬድ ንገብረልኩም ስለዚ እንታይ ማለት እዩ ናቲ ቢዝነስ ቀጥታ ኩሉ ወዲና ሓንቲ ስራሕ ዘየድልዮ ናትኩም ስራሕ ጥራይ ዘድልዮ ቢዝነስ ጌርና ኣረኪብና ወዲና ንህበኩም ድሕሪኡ ድማ ንክልተ ወርሒ ትሬኒንን ደገፍን ንህበኩም ማለት እዩ እዚኣ ድማ ሓንሳብ ሽዱሽተ ሚእትን ሰብዓን ሓሙሽተን ትኸፍሉላ ማለት እዩ ስለዚ ኣብዚ እውን ኣለኩም እዚ ሓበሬታ ፅቡቅ ገይሩ ዝገልፅ ተወሳኺ እንታይ ኣለና ንኣብነት ኮምፒተር ኮምፒተር ኣገዳሲ ምዃኑ ኩልና ንፈልጥ ኢና ስለዚ ኣብ ዕስራን ሓደን ክፍለ ዘበን ካብ ፒሮ ፒሮ ናይ ዕስራን ሓደን ክፍለ ዘመን ኮምፒተር እዩ። ብዘይ ኮምፒተር ዝኾነ ስራሕ ብፍላይ ታሕተዋይ ስራሕ ክትሰርሕ ትኽእል ኢኻ። ንላዕሊ ክትከይድ ተደሊኻ ግን ግድን ናይ ኮምፒተር ኣፍልጦ ናይ ላፕቶፕ ኣፍልጦ ክህልወካ ኣለዎ። ስለዚ ኣብዚ ናይ ላፕቶፕ ትምህርቲ ወይ ከኣ ናይ ኮምፒተር ትምህርቲ ቲዮሪ ዘይኮነ ተግባራዊ ንዓኹም ኣብ ሂወትኩም ክሕግዘኩምን ንቕድሚት ክወስደኩምን ዝኽእል ዝበልናዮ ቀሪብናልኩም ኣለና። ከምኡ እውን ነዚ ትምህርቲ ጥራይ ተማሂርኩም ዝመጻእኹም ኣብዚ ነዚኣ ትምህርቲ እዚኣ ጥራይ ዝወሰድኩም ኣብ ቢዝነስ ክናቱ ደሊና እንተኢልኩም ነዚ ከፊልኩም ዌብሳይትኩም ክንሰርሓልኩም ንኽእል ደገፍ ምሳና ትቕጽሉ እውን ኣለና። ኣብዚ ብዙሓት ተምሃሮ ምሳና ተማሂሮም ኣለዉ። ዝተፈላለየ ፕሮዳክትስ ድማ ኣለዎም ነፍሲ ወከፎም ነናቶም ከምዚ እውን ኣቲኹም ረይዎ ንኣብነት ነዚኦም ክልተ ሰለስተ ከረየኩም እየ እንታይ እንታይ ከም ዝሸጡ ነፍሲ ወከፍ ሰብ ድማ ነናቱ ስታይል ናይ ቢዝነስ ኣለዎ ማለት እዩ ንክትሪዎ ከም ኣብነት ነዘን ሰለስተ ከረየኩም እንታይ እንታይ ከም ዝሸጡ ዘለዉ ምክንያቱ ካብ ቲዮሪ ናብ ተግባር ምሂርና ናበይ ነብፅሖም ነቶም ሰባት ስለዚ ለትሰይ ነዚ ተምሃራይ ናትና ንራዮ ምሂርና ኩሉ ምስ ኣበልናዮ ሽም ናይ ትካሉ ናይ ሕማመይ ስታይል ክብለየ ኢሉ ኣዝዩ ንፉዕ ተምሃራይ ናትና እዩ ስለዚ ልክዕ ከምቲ ንሱ ዝደለዮ ጌርናሉ እዚ ናቲ ቲም ዝብለኩም ዝተፈላለየ ስታይል ከም ዝህልዎ ኩሉ ነገር ዝተማለየ ዌብሳይት ተሰሪሕሉ ኣብ ዓብዪ ስራሕ ድማ ይርከብ ፕሮዳክት ናቱ ካስተማይዝድ ዲዛይንድ ብኣርቲስትስ ናትና ድዩ ብዝተፈላለየ ኩነታት ንዑ ዝገልፅ ማልያታትን ጎልፎታትን መምስ ወቕቱ ዝኸይድ ገይሩ ይሸይጥ ማለት እዩ ኣዝዩ ንፉዕ ተምሃራይ ናትና እዩ። እቲ ፕሮዳክትስ ናይ ግድን ኣይኮንካን ገዚእኻ ኣብ ገዛኻ ከተቐምጦ ቀጥታ ምስቶም ኣከፋፈልቲ ስለትሰርሕ ምስ ዓሚል ምስ ከፈለካ ክንድዚ ምስ ከፈለካ ናትካ ኣትሪፍካ ቀጥታ ናብኡ ናብቲ ዓሚልካ ከምዝሰድዎ ክትገብሮ ትኽእል ኢኻ። ከም ትሪእዎ ዘለኹም ምስቲ ህልው ኩነታት ዝኸይድ ክዳውንቲ እውን ኩሉ ግዜ ይገብር ስታይልሽ ዝኾነ ክዳውንቲ

ነፍሲ ወከፍኩም ነናትኩም መንገዲ ትገብሩ እዚኣ ድማ ናይ ነፍሰ ጾራት ስፔሻል ዝኾነ ፕሮዳክትስ ኣለዋ ከም ትሪእዎ ዘለኹም ናብ ማተርኒቲ ኣብ ግዜ ጥንሲ ዘድሊ ንብረት ኣለዋ ንደይና ሓራሳት ከምኡ ድማ ናይ ሓበሻ ናይ ሓበሻ ክዳውንቲ ንኣብነት ናይ እንዳ ሓበሻ ድኳን እንተኸይድኩም መዓት ዙርያታት ብኣሽሓት ገዚኦም ኮፍ የብልዎ ገሊኡ ከይተሸጠ ፋሽኑ ይወድቕ ኣብዚ ግን ዝኾነ ነገር ከይገዛኻ ቀጥታ ምስቶም ኣከፋፈልቲ ተዘራሪብካ ክትሸጦ ትደሊ ንብረት ትመርጽ እሞ ኣብ ዌብሳይትካ ትገብሮ ምስኦም ዋጋ ትሰማማዕ ዓሚል ምስ ገዝኣካ ገንዘብካ ወሲድካ ቀጥታ ነታ ከፋፋሊ ናትካ ደዊልካ ናብ ኩስቶ እዚኣ ንብረት እዚኣ ስደዱለይ እናበልካ ቀጥታ ናብ ቢዝነስ ክትኣቱ ትኽእል እቲ ዌብሳይት ኣብኡ ምስ መጻኻ እውን ስታይል ይቕይር እዩ ስለዚ ቨሪ ሞደርን ሌተስት ቴክኖሎጂ ኢና ንጥቀም ኣብቲ ዌብሳይት ክንገብረልኩም ከለና ማለት እዩ ስለዚ ኣብዚ እውን ኣቲኹም ነቲ ኮርሳት ኩሉ ክትርእይዎ ትኽእሉ ዝተፈላለየ ፊድባክ ኣለኩም ኣቲ ነቲ ተምሃርኩሞ ናብ ተግባር ንምእታው እዚ ኦንላይን ቢዝነስ ክኾን ከሎ እቶም ናብ ኣፍሪካ ክትከዱ ትደልዩ ዓብ ቢዝነስ ኣብ ኣፍሪካ ክትገብሩ ትደልዩ ብዘይካል ዓለም እዛ ትምህርቲ እዚኣ መንገዲ ክትኮነኩም ትኽእል እያ ምክንያቱ ከይደ ተሞክሮ ጌርና ንሕና ከንሓልፎ ከለና ካብ ዘገጠመና ብድሆታትን ፀገማትን ተበጊሰ ኣሕዋትና ፅባሕ ንጎ ናብኡ ክኸዱ ከለዉ ካብዚ ንላዕላይ ካብዚ ናትና ወይ ከምዚ ናትና ፀገማት ንኸየጓንፎም ክሕግዞም ዝኽእል ናበይ ኢንቨስት ይገብሩ እንታይ ዓይነት ኢንቨስትመንት የድልዮም እንታይ እንታይ ክገብሩ ኣለዎም እንታይ እንታይ ክገብሩ የብሎምን እንታይ ክፈልጡ ኣለዎም ኣብ ሓደ ሃገር ክትከይድ ከለካ እንታይ ዓይነት መፅናዕቲ የድልየካ እንታይ ዓይነት ቢዝነስስ ዕድላት ኣሎ ኣይኖት እዮም እቶም ዘዕውቱካ ኣይኖት እዮም ዘይዕውቱካ ኩሉ እቲ ንኣፍሪካ ክትከይድ ከለካ ኣፍሪካ ፍልይ ዝበለ እዩ ብዙሕ ዕድላት ኣሎ፣ ብዙሕ ብድሆታት ድማ ኣሎ። ስለዚ ንዕዑ መምርሒ ክትኮነኩም ትኽእል ኢለ ዝቐረብኩዋያ ናይ ኮምፒተር ድሮ ገሊጸልኩም ነይረ። ኬድኩም ክትመሃሩ ትኽእሉ። ኣብዚ ድማ እቶም ህይወትኩም ክትቅይሩ ትደልዩ ብኸመይ ብርእሰ ምትእምማን ርእሰ ምትእምማንኩም ከተዕብዩ ትደልዩ ኮንፊደንስኩም ማለተ ከምኡ ድማ ምስ ሰባት ምስ ዝተፈላለዩ ሕብረተሰባት ኮሚኒኬሽን ስኪል ናትኩም ከተዕብዩ ትደልዩ? ኣመሃህራ ከመይ ገይረ ብቕልጡፍ የፅንዕ? ከመይ ገይረ ሓንጎለይ ናብ ትምህርቲ ከም ዘድምዕ እገብሮ? ከመይ ገይረ ኣድህቦይ ኣብ ትምህርቲ ከም ዝኸውን? ከምኡ ድማ ከመይ ገይረ ዕዉት ሰብ ይኸውን? ከመይ ገይረ ሕጉስ ሰብ ይኸውን? ንዝብል ኩሉ ክሕግዘኩም ዝኽእል እዩ። ድሌታትካን ባህግታትካን ከምኡ ድማ ከመይ ጌርካ ተውህቦኻ ተለሊ ኩሉ ኣብዛ ትምህርቲ እዚኣ ብቐልል ዝበለ ቀሪበልኩም ኣለኹ። ከም ተወሳኺ ድማ ዝኾነ ውልቃዊ ሕቶ ምሳይ ክትዘራረቡን ክትማኸሩን እንተደሊኹም ካብቲ ዩቱብ ወፃኢ ቀጥታ ምሳይ ስፔሻል ቶፒክ ምሳይ ከተዕሉ እንተደሊኹም ነዚኣ ወሲድኩም እውን ክትረኽቡኒ ትኽእሉ ድሮ ልዕሊ ሽሕ ተምሃሮ ምሂረ ኣለኹ ኣብዚ ምሳይ እውን ካልኦት መምሃራን ኣለዉ እቲ ትምህርቲ ግን ዝያዳ ነየ ዝቦ ዝድግፉኒ ግን ኣለዉ ኣይቲ ብዙሓት ኣለውኒ ስለዚ ምሳይ ሓቢርኩም ክትከዱ እንድሕር ደሊኹም ብትሕትና ይዕድመኩም እቲ ፕሮግራም ናተይ ነዚ ይመስል ኣይ ሆፕ ካብዘን ኮርሳት እዚአን ዝጠቕማኹም ወሲድኩም ስቴፕ ባይ ስቴፕ ናብቲ ዝለዓለ ደረጃ ኩሉ እቲ ዝምህረኩም ኣነ ዝሓለፍኩዎን ዝኸዶ ዘለኹን እዩ ስቶክ ማርኬት ተኮይኑ ዓብዪ ኢንቨስትመንት ኣብ ስቶክ ማርኬት ቀደም ነይሩኒ ጥራይ ዘይኮነስ ሕጂ እውን ካብ ዝተፈላለየ ሰሪሐ ዘምፃክዎ ገንዘበይ ናብ ስቶክ ማርኬት እየ ኢንቨስት ዝገብሮ ኣነ ከምኡ ድማ ኣነ ግን ግዜ የብፎ ኣብ ኦንላይን ቢዝነስ ቢዝነስ ናተይ ኣብ ምዕባይ ከምኡ ድማ ኣብ ኣፍሪካ ኢንቨስት ኣብ ምግባር ስለዚ እንታይ ትገብር ግዜካ ኣብ ኦንላይን ቢዝነስ እናተምሃርካ ካብ ስራሕካን ካብ ገለን ገንዘብ እናምፃእካ ኣብ ስቶክ ማርኬት ኢንቨስት ጌርካ ናብ ዝለዓለ ደረጃ ንምብፃሕ እዩ እቲ ዕላማ ይብለኩም እሞ ኣይሆፕ ፍልጠት ንበይኑ ፅቡቕ እንድዩ ኣብዚ ትምህርቲ ናተይ ግን ፍልጠት ኣይኮንን ስጉምቲ ኣለዎ ኣብ ውሽጡ ተማሂርኩም ናብ ኣክሽን ክትኣትዉ ኢኹም ምክንያቱ ኣክሽን ብሪንግስ ሪዛልትስ ስጉምቲ እንተወሲድካዮ ውፅኢት ዝመፃካ ተፈሊጥካ ጥራሕ ኣይኮነን ፈሊጥካ ስጉምቲ መውሰድ ድሕሪኡ ውፅኢት ይመፀካ ኣብዚ ትምህርቲ ድማ ፈሊጥኩም ስጉምቲ ንክትወስዱ ከበግሰኩም እየ ምሂረት ራይድ ኣይኮንኩስ መንገዲ ከርእየኩም እየ ኣተሓሒዘ ናብቲ ዝብፃሕ ኣብፂሐ ኩሉ እቲ ካብ ዓወት ከትርፈኩም ዝኽእል ብድሆታት ኣስጊረ ናብ ክትዕወትሉ ትኽእሉ ደረጃ ኣብፂሐ መሪቐ ከፋንወኩም እየ ከም ምስክርነት ድማ ብዙሓት ተምሃሮ ናተይ ካብኦም ክትሰምዑ ትኽእሉ እናበልኩ ኣብ ውሽጢ ክንራኸብ ኢና ንሕጂ ግን ኣብዚ ክንውድእ የቐንየለይ ኣብ ውሽጢ የራኽበና thank you very much bye